ሰላም ክቡራትን ክቡራንን ተኸታተልቲ ኤሪትሪያን ሚድያ ኔት ኣስመራ ንሎሚ ኣብ ስርሒታት ህዝባዊ ግንባር ኣብ ስግረ ዶብ ከነተኩር ኢና። መቸም ኩላትና ከም እንፈልጦ ህዝባዊ ግንባር ሓርነት ኤርትራ ሃገርና ኤርትራ ካብ መግዛእቲ ስርዓት ደርግ ናይ ኢትዮጵያ ሓራ ንክትወጽእ ዘይፈጸሞ ጅግንነት፣ ዘይፈንቆሎ እምኒ፣ ዘይከፈሎ መስዋእትን ዘይደኸመሉ ጻዕርን የለን። ሓደ ካብቲ ንስርዓት ደርግ ናይ ኢትዮጵያ ንምዕናውን ህዝቢ ኤርትራ ናጽነቱ፣ ህዝቢ ኢትዮጵያ ድማ መሰሉ ንምርግጋጽ ዘካይዶ ዝነበረ ቃልሲ፣ ምስ ውድባት ኢትዮጵያ ብምትሕብባር ኣብ ውሽጢ ኢትዮጵያ ወተሃደራዊ ስርሒታት ምክያድ እዩ። ከምኡ ስለ ዝኾነ ድማ ተጋደልቲ ህዝባዊ ግንባር ሓርነት ኤርትራ፣ ኣጋር ሰራዊት፣ ኣውራ ድማ መካናይዝድን ኮማንዶን ኣሃዱታት ህዝባዊ ግንባር ሓርነት ኤርትራ ኣብ ሰፊሕ መሬት ኢትዮጵያ ብምእታው ንጸላኢ ኣብ መሬት ኤርትራ ጥራሕ ዘይኮነስ ኣብ ከርሲ መሬቱ'ውን ሓመድ ድፋጭኡ የስትይዎ ነይሮም እዮም። ኣብ ከተማታት ኢትዮጵያ ከም ሽሬ፣ ወልድያ፣ ደሴ፣ ባህርዳር፣ ደብረ ብርሃን፣ ኣዲስ ኣበባ፣ ዓድዋ፣ ኣሶሳ ወዘተ ወዘተ ድማ ተጋደልቲ ህዝባዊ ግንባር ብኣጋር፣ መካናይዝድን ኮማንዶን ኣሃዱታቶም ኣቢሎም ንሰራዊት ደርግና ኢትዮጵያ ሓመድ ዝደበዩሉን ኣብ መወዳእታ ከኣ ካብ መንበረ ስልጣን ኣዲስ ኣበባ ፈንቂሎም ነቲ ናይ ሽዑ ፈታዊ ዝመስል ዝነበረን ደሓር ቀንዲ ጸላኢ ህዝቢ ኤርትራን ህዝባዊ ግንባርን ዝኾነ ሕወሓት መንበረ ስልጣን ኣረኪቦሞ እዮም። ንሎሚ እምበኣር ካብዚ ናይ ስግረዶብ ወተሃደራዊ ስርሒታት ንሓንቲ ዓወት ብዓወት ዝተመልእት ወተሃደራዊት ስርሒት ህዝባዊ ግንባር ዝኾነት ግጥምን ጥምጥምን ከነልዕል ኢና። ህዝባዊ ግንባር ብሱዳን ገይሩ ናብ ወለጋ ኣብ እትበሃል ሰፊሕ ከባቢ ናይ ኦሮሞ ኢትዮጵያ ብምእታው ኣብ ኣሶሳ እትበሃል ከተማን ከባቢኣን ዝነበረ መዓስከራት ሰራዊት ደርግ ናይ መግዛእቲ ኢትዮጵያ ብኸመይ ከም ዝጸራረጎን ድሕሪ ዓወት ናይቲ ስርሒታት ሓደ ኣዝዩ ፍሉጥ ጅግና ተጋዳላይ ምስ ካልኣዩ ብኸመይ ከም እተሰውኡን እተዘንቱ ካብ መጻሕፍቲ ዛንታታት ተመኩሮ ገድሊ ቅጽ ኣርባዕተ ኣብ መፈጸምታ ሰፊሩ ካብ ዘሎ ትሕዝቶ ብምውካስ ዘዳለናዮ ኣዝዩ ተንካፊ ጅግንነት ተጋደልትና ዘንጸባርቕ መደብ ኢና ከነቕርበልኩም ንስለ ምክትታልኩም እናመስገንኩ ነዚ ትሕዝቶና እዚ ናብ ካልኦት ኤርትራውያንን ፈተውቲ ኤርትራን ምእንቲ ክባጻሕ ብወገንኩም ሸርን ላይክን ክትገብርዎን ሳብስክራይብ ዘይገበርኩም ዘለኹም ድማ ነዛ ቻነልና ንምዕባያ ሳብስክራይብ ክትገብርዋ ንላበወኩም ሕጂ ናብ ትሕዝቶና ንሰግር ኣለና ሰናይ ምክትታል።

ብዘመንፈስ ሃይለ። መኮንን ተኽለ ጉብጣን ኣብ ምዕራብ ኢትዮጵያ ኣሶሳን ከባቢኡን መጥቃዕቲ ንምፍጻም ዝዓለመ መጽናዕትታት ኣወሃሂዱ ብኡ ንብኡ ውጥን ናይቲ ስርሒትን መደብ ኣሃዱታቱን ሰርዐ። ኩሉ ምድላዋት ኣጻፊፎም ኣእዱግ ጽዒኖም ናብቲ ስርሒት ምስ ተበገሱ ግን ተመለሱ ዝብል መልእኽቲ መጸ። እቲ ካብ ተጋዳላይ ስብሓት ኤፍረም ዝተላእከ መልእኽቲ ተጋደልቲ ዓሊ ሰይድን ጴጥሮስ ሰለሙንን ናብኣቶም ነቒሎም ከም ዘለዉን እቲ መደብ ንሳቶም ምስ መጹ ከም ዝትግበርን ዝሕብር ነበረ። በዚ ድማ ናብ ከባቢ ጊዛኒ ተመልሱ። ስግረ-ዶባዊ ስርሒት ንምፍጻም፣ ኣብ ደማዚን ሱዳን ኣቐዲሙ ዝበጽሐ ሓይሊ ህዝባዊ ግንባር ኣሃዱታት ኮማንዶን ሃንደሳን እዩ። በዚ ድማ ኣብቲ ከባቢ ዝርከባ ዓድታት፣ ኩርሙክ፣ ኣቡጉቤላ፣ ጾረ፣ ኣሶሳ፣ ባምባሲ፣ ዳቡስ ንምጥቃዕ ዳህሳሳዊ መጽናዕቲ ዘካይዳ ሓሙሽተ ጉጅለታት ቆማ። ነፍሲ ወከፍ ጉጅለ ካብ ኮማንዶን ሃንደሳን ዝተዋጽኡ ሸሞንተ ኣባላት ነበሩዋ። ጉጅለ ስምኦን ማርቆስ፣ ወዲ ማርቆስ፣ ኣብ ክልተ መዓልቲ መጽናዕታ ወዲኣ ኣረከበት። ስዉእ ቀለታ ባህበል ዝመርሓ ጉጅለ ናይ ሓደ ሰሙን ጉዕዞ እግሪ ኣካይዳ ናይ ኣቡጉቤላ መጽናዕታ ወደኣት። ጉጅለ ተስፋዝጊ፣ ወዲ ራእሲ፣ ብምብራቕ ኩርሙክ ከተካይዶ ዝሓሰበት መጽናዕቲ ስለ ዘይሰለጣ፣ ብምዕራብ ተጠውያ ዕማማ ኣሳለጠት። ጉጅለ ስዉእ ቴድሮስ ኣፍንጫ ዓተር መጽናዕታ ከባቢ ዓቢ ቢንቶ ዳቡስ ኣጻፈፈት። እታ ብሙልጌታ ገብረሂወትን ራያ ዮውሃንስን ወዲ ባሊ እትምራሕ ዝበርተዐን ዝነውሐን መደብ ዝሓዘት ጉጅለ ከኣ ኣብቲ መጸግዕን መማዕደውን ዘይብሉ ቀላጥ ጎላጉል ኮይና ክትሰርሕ ስለ ዘይከኣለት፣ ብስቱር ክሳብ ናይ ሓምሳ ሜትሮ ኣብ ኣፍንጫ መዓስከራት ሰራዊት ደርግ ተጸጊዓ ናይ ኣሶሳ መጽናዕታ ወዲኣ ተመልሰት። ቀዳማይ መድረኽ ናይቲ ስራሕኻ በዚ ተፈጸመ። ድሕርዚ ነቲ ዕማም መጽናዕቲ ዝመርሕን ዘዋህድን ዝነበረ ጉብጣን ካልእ መምርሒ ክሳብ ዝመጾ ተዛንዩ ኮፍ ኣይበለን። ንዝያዳ ልክዕነትን ጽፈትን ናይቲ ስርሒት፣ ለይትን መዓልትን ንእንተታት ዝኸውን ብልሓታት የሰላስል ነበረ። ጉብጣን ኩሉ ግዜ ከምኡ እዩ፣ ንዕስክርና ዝተፈጥረ ሰብ። ኣብ ናይ በረኻ ህይወቱ ሓንቲ መዓልቲ እኳ ጫምኡ ኣውጺኡ ደቂሱ ኣይፈልጥን። ኩሉ ሳዕ ኣብ ተጠንቀቕ እዩ። ወተሃደራዊ ክዳን ምኽዳን እዩ ዝመርጽ። ከጥዕመሉ ከኣ ጉዳም ወተሃደርሲ ጉብጣን'ዩ ይብሉ ብጾቱ ግርምኡ እንክዝክሩ። ወዲ ከተማ'ዩ፣ ወዲ ኣስመራ፣ ኣፍቃሪ ሙዚቃ፣ ዕምሩ ምሉእ ዘፍቀሮ እንኮ ድምጻዊ ነይሩ፣ ድምጻዊ ነፍስሄር ተኽለ ተስፋዝጊ። ስም ኣቦኡን ኣባሓጎኡን ስለ ዝወረሰ ዘይኮነ ግን በቲ ንዕድሚኡን ስምዒቱን ዝውክለሉ ዝነብረ ደርፍታቱ'ዩ። ኣብ ግዜ ንእስነቱ መኪና ፊያት ቾንቶ ቤንትኳትሮ፣ ክልተ ኣእጋራ ናብ ማርቻፔድ ሰቒሉ ዝተረፈ ኣካላ ኣብ ጽርግያ ገይሩ ከም ዑፍ እናበረረ ይኸይድ ምንባሩ ይዝንተወሉ። ጉብጣን ንዕላል ዝኸውን ግዜ ኣብ ዝተረኽበሉ ቅድሚ ሜዳ ምውጽኡ ዝርኣየ ፊልምታት እናዘከረ ከዕልል ዝያዳ ደስ ይብሎ። ኩሉ ነገሩ ቁልጡፍ እዩ ነይሩ። ኣብ ዓሰርተ ሸሞንተ ዓመቱ እኳ ንሜዳ እንተወጸ፣ ቅድሚኡ ድሮ ብቑዕ መካኒክን መራሒ መኪናን ዝኾነ፣ ክሳብ ናብ ምጽዋዕ ብምኻድ ንገለ ዓመታት ኣብ ስራሕ ዓለም ዝተዋፈረን ነበረ። እታ ጉብጣን እትብል ሳጓ፣ ስዉእ ተኽለ ካሕሳይ ተኽለ ወደይ'ዩ ኣልጊቡሎም። መኮንን ውዑይ ብምንባሩ፣ ተኽለ ወደይ፣ ኣንታ እዚ ወዲ ሃዊኽና እምበር፣ ሓደ ጉብጣን ደስታ ዝብልዎ ዓስከር ነይሩ ብ ገዛውትና፣ ህውኽ ዘብለና ኩሉ ግዜ ጉልበቱን መልክዑን ልክዕ ነዚ'ዩ ዝመስል ምስ በለ መኮንን ተኽለ ጉብጣን ደስታ እትብል ጸኒሓ ከኣ ጉብጣን እትብል ሳጓ ጥብቕ ደኣ በለቶ። ቁመቱ ሚእትን ሱሳን ሰንቲሜተር ኣቢሉ ይኸውን እዩ። ሕብሪ ገጹ ከደራይ ኮይኑ ዕሙርን ክሳብ ግንባሩ ዝሸፈነ ኮርዳድ ጸጉሪ ርእስን ሸራፍ ቆሎ ስንን ከኣ ነበሮ። ጉብጣን ንጸላኢኡ ብዘይመጠን ጨካን እዩ፣ ገንጋቢ ዕላማ። በንጻሩ ከኣ ኣመና ፈቃር እዩ ንብጾቱ። ኣብ ክንዲ ብጾቱ ህይወቱ ኣሕሊፉ ክህብ ድሕር ዘይብል ጅግና እዩ። ንዕላምኡ ኣብ ሓዊ ዝጠበሰ ውፉይ። ብኣተሓሳስባ ኣዝዩ ብሱል እዩ። ንነገራት ብምልኣት ናይ ምርዳእ ልዑል ብቕዓት ከኣ ነይርዎ እዩ። ንእሽቶ ኣበር ግን ነይራቶ። ንፍርሒ ዝጽየን ንፈራሕ ሰብ ዝፍንፍንን ፈጺሙ ዘይጻወርን ድማ እዩ። የግዳስ፣ ብደጊኡ ጨካን እናመሰለ ውሽጡ ግን ኣዝዩ ርህሩህን ቦቕቧቕን እዩ። ብመስዋእቲ ብጾቱ ዝትንከፍን ክንዩ'ውን ዝርንዛሕ ዝነብዕን እዩ። ምስ ወደልመደ ትኽ ትንፋስ ኣዕሩኽ ከም ዝነበሩን ክልቲኦም ብዙሕ ዘመሳስል ነገራት ከም ዝነበሮምን ፈለጥቶም ይገልጽዎም እዮም። ጉብጣን መስዋእቲ ወደልመደ ዝፈለጠላ ዕለት ሓንቲ ካብተን ኣብ ህይወቱ ብኸቢድ ዝሓዘነለን ዕለታት እያ ነይራ። መኮንን ተኽለ ተስፋዝጊ፣ ጉብጣን፣ ኣፍቆርቱ ብዙሓት እዮም። ብኣካል ዝፈልጥዎን ብዝና ጥራይ ሰሚዖም ዘድንቕዎን ማእለያ የብሎምን። መኮንን ካብ ኣቡኡ ተኽለ ተስፋዝግን ኣዲኡ ወይዘሮ ጸሃይቱ ወልደማርያምን ኣብ ሽሕን ትሽዓተ ሚእትን ሓምሳን ሓሙሽተን ዓመተ ምህረት ኣብ ኣስመራ ተወሊዱ። ኣብ ኣስመራ ድማ'ዩ ዓብዩ። ካብ ቀዳማይ ክሳብ ራብዓይ ክፍሊ ኣብ ወንጌላዊት፣ ካብ ሓሙሻይ ክሳብ ሻሙናይ ክፍሊ ከኣ ኣብ እቴጌ ሜነን ኣስመራ ተማሂሩ። ኣቡኡ ኣብ ስፌት ክዳን ሳርቶ እናሰርሑ ማእከላይ ደረጃ መነባብሮ ዝመርሑ ዝነበሩ'ዮም። መኮንን ከኣ ኣብቲ ዳሕረዋይ ዕድሚኡ ኣብ ጋራጅ ኦድዮን መካኒክን መራሒ መኪናን ኮይኑ እናሰርሐ ርእሱ ክኢሉ ይነብር ነበረ። ጉብጣን ብርባዕተ ታሕሳስ ሽሕን ትሽዓተ ሚእትን ሰብዓን ኣርባዕተን ዓመተ ምረት ናብ ህዝባዊ ሓይልታት ተሰሊፉ ኣብ ብሌቓ ተዓሊሙ። ድሕሪዚ ኣብ ዝተፈላለየ ኣሃዱታት ህዝባዊ ሰራዊት ኣብ ደቂ ኣራዊት፣ ኣብ ብርጌድ ኣርብዓን ኣርባዕተን፣ ብርጌድ ሰማንያ፣ ክፍሊ ህዝባዊ ምምሕዳር ባዶ ሽዱሽተ፣ ሓይሊ ባርዕ፣ ኮማንዶ፣ ተመዲቡ ብተወፋይነት እናተቓለሰ ካብ ተራ ኣባል ክሳብ ኣዛዚ ቦጦሎኒ ክበጽሕ በቕዐ። ኣብ ሓያሎ ውግኣት፣ መውጋእቲ የጋጥሞ እኳ እንተ ነበረ፣ ከምታ ኣብ ኲናት ሕድሕዝ ዝተወግኣ ገይራ እተሕምሞ ግን ፍጹም ኣይነበረትን። ኣብቲ ዝተወግኣሉ ግዜ ኣዛዚ ሓይሊ እዩ ነይሩ። ኲናት ሕድሕድ ኲናት ክልተ ኣሕዋት ስለ ዝዀነ፣ ጉብጣን ነቲ ዅነታት ክዝክሮን ከዕልለሉን ይደሊ ኸኣ ኣይነበረን። መኰንን ኣብ ፈለማ ሽሕን ትሽዓተ ሚእትን ሰማንያታት ናብ ኣሃዱ ኮማንዶ ተጸንበረ። ሓደ ካብ መስረትቲ ናይቲ ኣሃዱ ድማ'ዩ ነይሩ። ኣብ ቀዳማይ መጥቃዕቲ መዕርፎ ነፈርቲ ኣስመራ መራሒ ቦጦሎኒ ኮይኑ ተሳተፈ። ብድሕሪኡ'ውን ኣብ ብዙሕን ሕድሕዱ ዝበላለጽን ስርሒታት ኣብ ምፍጻም ልዑል ግደ'ዩ ተጻዊቱ። ብሬን ሒዙ ዝትኩስ መራሒ ቦጦሎኒ ርኤ ድሕሪ ምዝላቕ'ዩ። ገለ ኣሃዱታት ህዝባዊ ግንባር ናብ ከበሳ ተመሊሰን ኣብ ዝጥዕም ቦታታት ድብያታት የካይዳን ኑቕጣታት ጸላኢ የጥቅዓን ነበራ። በራኽ ካብ መንደፈራ ውጽእ ኢልካ እትርከብ ዓዲ'ያ። ከም ኣካል ናይዚ ደባይን ተንቀሳቓስን ግጥማት፣ ኣብዛ ዓዲ ብዓሊ ማንጁስን ጉብጣንን እትምራሕ ኣሃዱ ምስ ኮማንድስ ኣብ ዲቕ ዝበለ ውግእ ኣተወት። ኣብ ጥቓ ሓደ ገበላ ኮይና እትዋጋእ ዝነበረት መስርዕ፣ ኣብ ጽዕጹዕ ተኹሲ እንከላ፣ ካብቶም ኮማንድስ ብዝተተኮሰስ ቡምባ ኣርፒጂ ነታ ጥቖም ዝነበረት ህድሞ ሃረመታ። እታ ህድሞ ኣይፈረሰትን። ኣብቲ ገዛ ዝነበረ ንህቢ ግን ተፈርሺሑ ናብቶም ተጋደልቲ ዓሰለ። እቶም ተጋደልቲ በቲ ክትኩሱ በቲ ከኣ መንከስቲ ንህቢ ክከላኸሉ ኣጸጋሚ ኮኖም። ካብቶም ተጋደልቲ ገሊኦም ነቲ ንህቢ ከባርሩ ካብ ምትኳስ ምስ ቦኸሩ፣ ኮማንድስ ፍናን ረኺቦም ብመዥሙዕ እናተኮሱ ናብታ ህድሞ ንምእታው ተሃንደዱ። ነዚ ዝረኣየ ጉብጣን ምስተን ክልተ ተፈናቲተን ዝነበራ መሳርዕ እናተተኮሰሎም ብጉያ ናብቶም ተጋደልቲ ተጸንበሩ። ሬድዮ ቐሚጡ ብሬኑ ኣልዒሉ ድማ ጉብጣን ባዕሉ ክትኩስ ጀመረ። እቶም ዝህንደዱ ዝነበሩ ኮማንድስ ከኣ ጋእ በሉ። ቀዲመ ብዛንታ ከምኡ ሰምዕ እኳ እንተ ነበርኩ፣ ብዓይነይ ግን ሽዑ'የ ንመጀመርታ ግዜ መራሕቦ ጠለኒ ብሬን ሒዙ ክትኩስ ዝረኣኹ ይምስክር ተጋዳላይ መብራህቱ ዮሴፍ፣ ጃንከርሎ። ካልእ ዛንታ'ውን ኣሎ ጉብጣን። መፋርቕ ሽሕን ትሽዓተ ሚእትን ሰብዓን ትሽዓተን'ዩ። ጸላኢ ንሓምሻይ ወራር ኣብ ምቅርራብ ነበረ። በዚ ድማ ብርጌድ ኣርብዓን ኣርባዕተን ንሳሕል ክትወርድ እናተባህለ ኣብ መንጎ ሓዲሽ ትእዛዝ መጸ። ጸላኢ ካብ ከረን ናብ ኣፍዓበት ኣጽዋር ጽዒነን ዝወርዳ መካይን ኮለኛ ከበግስ ምዃኑ ስለ ዝተፈልጠ ዓሊ ማንጁሱን መኮንን ጉብጣንን ዝመርሕዋ ቦጦሎኒ ኣብ መንጎ ኣፍዓበትን ከረንን ድብያ ብምግባር ነተን ኮለኛ ክትሃርም ተወሰነ። እታ ቦጦሎኒ ዘድሊ ምድላዋት ድሕሪ ምግባር ናብቲ ስርሒት ተበገሰት። ኣብ ቦታ ስርሒት ምስ ተበጽሐ ኩሉ ኣባል ቦትኡን ዕማሙን ፈሊጡ ንነዊሕ ሰዓታት ጥሜትን ጽምኣትን ተጻዊሩ ነተን ኮለኛ ክጽበየን ወዓለ። እንተኾነ ከምቲ ዝተሓስበ ኣይሰለጠን። እተን ዝተባህላ ቃፍላይ ኮለኛ ኣይመጻን። እቲ መደብ ከኣ ፈሸለ። እቶም ተጋደልቲ ናብ መበገሲ ቦትኦም ክምለሱ ከኣ ተሓበሮም። እቲ ኹሉ ድኻሞምን ትጽቢቶምን ኮንቱ ኮይኑ ከምቲ ባህጎም ስለ ዘይሰመረሎም እምብዛ ከኣ ተቆጥዑ። እቲ መደብ ግን ብኡኡ ኣየብቀዐን። ንኻልኣይ ግዜ ናብ ቦታ ድብያ ነቐሉ። ኣብቲ ቦታ በጺሖም ኩላቶም በቦትኦም ሓዙ። ኣእዛኖም ተኺሎምን እዒንቶም ኣጨንቂሮምን ምምጻእ ናይተን ኮለኛ መካይን ክከታተሉ ጀመሩ። ግዜ ምስ ነውሐ ከምቲ ዝቐደመ ሽዑ እውን መደቦም ከይፈሽል ኣዝዮም ተሰከፉ። ኣብ ከምዚ ዝኣመሰለ ስክፍታ እንከለዉ ድማ'የን እተን ኮለኛ መካይን ብድምጸንን በቲ ርጋጸን ዝፈጥሮ ዝነበረ ዶሮናን ምምጸኣን ዘበሰረኦም። ህርመት ልቦም ሰማይ ተሰቕለ። ናይ መወዳእታ ካልኢት ከኣ ኣኺላ። ኩላተን መካይን ኣብ ሳንዱቕ ዱቢ ኣትየን ነቲ ጽርግያ መልኦኦ። ቃታ ተሳሕበ፣ ጠያይት እውን ተሻሕሸሐ። ኖትጉ ቡምባታት እውን ሰዓበ፣ ምድረ ሰማይ ተናወጸት። በለን በለን ኮነ። ኣመና ጽዕጹቕ ተኹሲ ዝነበረ። ቅልጣፈ ናይቲ ስርሒት ፊልም እምበር ናይ ሓቂ ኣይመስልን። ብምሉኣተን መካይን ጸላኢ ኣብ ሓጺር ግዜ ሓረራ። መሬት ብሃልሃልታን ጸሊም ትክን ተጐብዐ። መኰንን ካብ ክቱር ታሕጓስ ነብሱ ናብ ቃልዕ ኣውጺኡ፣ ሰኣላይ ጸውዑለይ! ሰኣላይ ጸውዑለይ! ክብል ተሰምዐ። ናይ ብሓቂ ክሰኣል ዝነበሮ ምርኢት'ዩ። ኣብታ ህሞት'ቲኣ ኣስታት ኣርብዓ ዝዀና ኣጽዋር ዝጸዓና መካይን ጸላኢ'የን ተሃሚኸን። ኵሉ ተጋዳላይ እቲ ብ ልዕሊ ህዝብን ተጋደልትን ክውዕል ዝተሓስበ ኣጽዋር ከምኡ ኢሉ ክነድድ ብምርኣዩ ከኣ ምሒር ምሒር ተሓጎሰ። መኮንን መመሊሱ ኣቱም ሰኣላይ ጸውዑለይ፣ ሰኣላይ'ባ ጸውዑለይ ምባሉ ቀጸለ። ተጋደልቲ ካብቲ ዝትኮስ ዝነበረ ተፈንጃርን ባርዕን ንምድሓን ካብቲ ቦታ እናረሓቑ እንከለዉ መኮንን ሬድዮኡ ኣቐሚጡ ካብተን ብሃልሃልታ ዝሽልበባ ዝነበራ መካይን ሓንቲ ጥዒት እንተረኸበ ከውጽእ ወሰነ። ናብቲ መመሊሱ ዝባራዕን ዝፍንጀርን ዝነበረ እሳተ ጎመራ ብምንቕናቕ ድማ ከም ባህጉ ሓንቲ ቡምባ ኤፍ ዋን ዝጸዓነት መኪና ሒዙ መሰስ በለ። ጉብጣን ነታ መኪና ብጽርግያ ዘይነበሮ ስንጭሮን ኩርባታትን እናወሰደ ካብቲ ተኣፋፊ ቦታ ከርሕቓ ከኣለ። እንተኾነ ኣብ መንጎ ሒዛቶ ተገምጠለት። ንሱ ግን ኣይተጎድኣን። እቲ ቡምባታት ከኣ ንምሸቱ ብጉልበት ኣባላቱ ተራጊፉ ንብረት ውድብ ህዝባዊ ግንባር ከም ዝኸውን ገበረ። ጉብጣን ሰኣላይ ጸውዑለይ፣ ኣቱም ሰኣላይ ጸውዑለይ እናበለ ናብ ማእከል እተን ዝነዳ ዝነበራ መካይን ክድቕደቕ እንከሎ ክሳብ ሎሚ ሕልሚ ኮይኑ'ዩ ዝረኣዮ ነቲ ኣብኡ ዝወዓለ ተጋዳላይ ጃንካርሎ። ካልእ ታሪኽ እውን ኣሎ ተጋዳላይ ስዉእ ጉብጣን ጥሪ ሽሕን ትሽዓተ ሚእትን ሰማንያን ትሽዓተን ዓመተ ምህረት እዩ ጸላኢ ዝንየተሉ ኮማንዶ ሰራዊቱ ሰሊፉ ኣብ ዞባ ምብራቕ ደንከል ንዝርከብ ደጀን ተጋደልቲ በዓል ኢንገል፣ ገልዓሎ፣ ፎሮ፣ ኢራፋይለ፣ ዓሳ ዒላ ተቖጻጺሩ ንህዝቢ ኣብ ምብስባስን ንብረቱ ኣብ ምዝራፍን ተዋፈረ። ነዚ መን ከማይ ዝብል ህንዱት ሰራዊት ናይ ጸላኢ ንምድምሳስ ተልእኾ ዝዓበየ ክፋሉ ንኣሃዱ ኮማንዶ ተዋህበ። ኣዘዝቲ ቦጦሎኒ ናይቲ ኮማንዶ ጉብጣንን ዘርኢትን ከምኡውን ካልኦት ናይ ሃንደሳን ዞባዊ ሰራዊትን ሓለፍቲ እቲ መልእኽቲ በጺሕዎም ነቲ ስርሒት ክዳለዉሉ ጀመሩ። ጉብጣን ዝመርሓ ቦጦሎኒ ካብ ሺላሎ፣ ዞባ ምዕራብ፣ ተበጊሳ ድሕሪ ናይ ሓሙሽተ መዓልታት ጉዕዞ ሲሞቲ ኣተወት። ምስቲ ንመጥቃዕቲ ዝሸባሸብ ዝነበረ ካልእ ሰራዊት ድማ ተጸንበረት። ምቅርራባት ተወዲኡ ጸኒሕዎም። መኮንን ጉብጣን ንቦጦሎኒኡ ኣኪቡ፣ እዚ ከነጥቅዖ ተመዲቡ ዘሎ ሰራዊት ብፍሉይ ወተሃደራዊ ስልጠና ዝተመልመለ ኮማንዶ ሰራዊት እዩ። ይኹን እምበር ንሕና እውን ብሃገራዊ ኒሕን ንቕሓትን ዝተመልመልና ሰራዊት ስለ ዝኾንና ከም እንዕወተሉ ርጉጽ እዩ ዝብል መግለጺ ሂቡ ናብቲ ስርሒት ኣበገሶም። ፍስሃየ ገልገልን ቴድሮስን ዝመርሕወን ክልተ ሓይሊ ብማእከል ናብቲ ቀንዲ መዓስከር ጸላኢ ክኣትዋ፣ ሙሉጌታ ራያ ዝመርሓ ሓይሊ ምስ ገለ ክፋል ሃንደሳን ዞባዊ ሰራዊትን ብየማናይ ወገን ከጥቅዑ፣ ተስፋዝጊ ወዲ ራእሲ ዝመርሓ ሓይሊ ከኣ ብድሕሪት ተጠውያ ነቲ ዝሃድም ሰራዊት ክትዓግት እዩ እቲ መደብ። ሙሉእ ለይቲ ተጓዒዞም ኣብ መስመር መጥቃዕቲ በጽሑ። እቲ ኣዝዩ በሪኽ ጎቦ ዓሳ ዒላ ይትረፍ ብጸልማት ብብርሃን እውን ክትድይቦ ኣጸጋሚ እዩ። እንተኾነ እቲ ኒሕ ዝዓጠቐ ህዝባዊ ሰራዊት ሓርነት ኤርትራ ተበላሒቱ ናብቲ ጎቦ ብምድያብ ኣብ መስመር መጥቃዕቲ በጽሐ። ጉብጣን ነፍሲ ወከፍ ኣሃዱ ኣብ ዝተመደበሉ ቦታ ከም ዝበጽሐ ምስ ኣረጋገጸ፣ ሰዓት ሓሙሽተ ወጋሕታ ተኹሲ ክጅምሩ ትእዛዝ ኣመሓላለፈ። ኣብ ዕርዲ ጸላእት ተጸጊዐን ዝጸንሓ ኣሃዱታት ብቐጥታ ተኹሲ ጀሚረን ኣብ ሓጺር እዋን በለን በለን ዝብል ድምጽታት ኣቃላሓ። ኣብ ውሽጢ ርብዒ ሰዓት ከኣ ዕርድታት ጸላኢ ኣብ ትሕቲ ቁጽጽር ኣተወ። ኣብዚ ፋለማይ ግጥም ሰለስተ ተጋደልቲ ተሰውኡ። ዕርድታት ፀላኢ ሰጊሮም ንቕድሚት እናሰጎሙ እንከለዉ ግን ፀላኢ ቀልጢፉ ተወሳኺ ሓይሊ ስለ ዝደረበ ውግእ ኣዝዩ ፃዕፀዐ። ጉብጣን ነቲ ኩነታት ገምጊሙ ሰራዊቱ ንድሕሪት ተመሊሱ ዳግም ክውደብ ኣዘዘ። ነዚ ዝረኣየ ፀላኢ ተጋደልቲ ዝሃድሙ ዘለዉ መሲልዎ ሞራል ገይሩ ደድሕሪኦም ሰዓቦም። ተጋደልቲ ግን ቁልጡፍ ምውድዳብ ገይሮም ጸረ መጥቃዕቲ ብምፍናው ሕቁኡ ንክህብ ቀሰብዎ። እቲ ኩነታት ከምዚ ኢሉ እንከሎ ብገምገም ባሕሪ ዓኬሎ፣ ገልዓሎ፣ ብዙሓት ወተሃደራት ዝጸዓና መካይን እናደሮና ክመጻ ተራእያ። ጉብጣን ወተሃደራዊ መነጽሩ ገይሩ ድሕሪ ምክትታል ምስቲ እልቢ ዘይነበሮ ሰራዊት ምግጣም ረብሓ ከምዘይብሉ ገምጊሙ ንፍስሃየ ገልገል ሃሎው ሰገን! ሃሎው ሃሎው ሰገን! ብምባል ደጋጊሙ ድሕሪ ምጽዋዕ፣ ይሰምዓካ ኣለኹ በርቂ! ዝብል መልሲ ምስ ረኸበ፣ ሰራዊት ዳግም ከዝልቕ ትእዛዝ ሃቦም። ገልገል፣ ግደፈን፣ ይምጽኣ ጥራሕ፣ መስ ኣሕዋተን ክንድርበን ኢና ኢሉ ዘረብኡ ከይወደኣ፣ በዚ መጸት ዘይተባህለት ጥይት ኣፍ ልቡ ሃሪማ ኣውደቐቶም። ተሰወኣ ድማ። ገልገል። ብርቱዕ ውግእ ከኣ ቀጸለ። ተጋደልቲ እናዝለቑን እናጥቅዑን ልዕሊ ሽዱሽተ ሚእትን ሓምሳን ወተሃደራት ደርግ ምዉታትን ቁሱላትን ምሩኻትን ገይሮም ሓንቲ ሄሊኮፕተር ድማ ኣውዲቖም ነቲ ውግእ ተዓወትሉ። ኣብ ኣመራርሓ ናይዚ ብርቱዕ ውግእ እዚ ተራን ምትዕጽጻፍን ናይ ጉብጣን ኣዝዩ ዝድነቕ እዩ ነይሩ። እዚ ከኣ ሓደ ካብ ተዘካሪ ፍጻሜታት ናይ ጉብጣን ኢዩ። ካልእ እውን ኣሎ እዚ ጅግና ስዉእ ጉብጣን በርባዕተ ሓምለ ሽሕን ትሽዓተ ሚእትን ሰማንያን ትሽዓተን ዓመተ ምረት ምድላዋተን ኣጻፊፈን ንጉዕዞ ቁሩባት ኮይነን ዝጸንሓ ኣሃዱታት ኮማንዶን ሃንደሳን ናብ ሓደ ፍሉይ ስርሒት ዝነቕላሉ ሰዓት ኣኸለ። ሓለቓ ጠቕላል ስታፍ ወተሃደራዊ ስርሒታት ተጋዳላይ ስብሓት ኤፍረም ከኣ እዚ ዝስዕብ ሓሳብ ዝርከቦ ሓጺር ናይ መፋነዊ ቃል ገበረሎም። ቃልሲ ህዝቢ ኤርትራ ክሓጽር፣ ኤርትራ ሓራ ኮይና፣ ኣብ መወዳእታ ከኣ ህዝብታት ኤርትራን ኢትዮጵያን መላእ ዞባናን ሰላምን ርግኣትን ክጎናጸፉ እንተኾይኖም፣ ንተቓወምቲ ሓይልታት ኢትዮጵያ ብዝከኣለና ዓቕሚ ክንድግፎም ኣሎና። ምስ ህዝባዊ ወያነ ሓርነት ትግራይ ጽቡቕ ምትሕግጋዝ ጸኒሕና'ዩ። ነቶም ብሸነኽ ወለጋ ናይ ኢትዮጵያ ዝቃለሱ ዘለዉ ተቓወምቲ ኦሮሞ እንተደጊፍናዮም ከኣ ውድቀት ናይቲ ስርዓት ኣጸቢቑ ክቀላጠፍ እዩ። ስለዚ ንስኻትኩም ናብ ኣዝዩ ኣገዳሲ ዕማም ትኸዱ ዘለኹም ሃዋርያ ናይዚ ውድብ ህዝባዊ ግንባር ኢኹም። እቲ ስራሕ ጽንዓትን ተወፋይነትን መስዋእትን ዝሓትት ስለ ዝኾነ ከም ቀደምኩም ጽኑዓት ኩኑ ጽቡቕ ዕድል ድማ እምነየልኩም በሎም ተጋዳላይ ስብሓት ኤፍረም። እቶም ተጋደልቲ ብወገኖም ንሕና ኩሉ ግዜ ንመስዋእቲ ድሉዋት ኢና፣ ሰብ ዕላማ ስለ ዝኾንና ከኣ ኣብ ኤርትራ ተሰዊእና ኣብ ኢትዮጵያ ተሰዊእና ኩሉ መስዋእቲ እዩ ንዓና ኣብ ዓወት ጥራይ የራኽበና ብምባል ነቐሉ። እቲ ጉዕዞ ብባሕሪ እዩ ነይሩ። ብጉብጣን ዝተመርሐ ኣሃዱ ኮማንዶ ኣብ ሶማል በጽሐ። ካብ ቁጽጽሮም ወጻኢ ብዝኾነ ምኽንያታት ከኣ ኣብ ሶማል ቁሩብ ክጽበዩ ተገደዱ። ኣብ ትጽቢት ጥራሕ ብዙሕ መዓልታት ሓለፈ። ኣሃዱ ኮማንዶ ህዝባዊ ግንባር ሓርነት ኤርትራ፣ ሶማል ምእታዉ ጸላኢ ሓበሬታ ስለ ዝረኸበ፣ ብቕልጡፍ ሰራዊትን ኣጽዋርን ኣውፊሩ ናብ መሬት ኢትዮጵያ ተጋደልቲ ክኣትዉሉ ይኽእሉ'ዮም ዝበሎ መገድታት ኩሉ ዓጸዎም። በዚ ድማ እቲ ኣሃዱ ዝሓሰቦ ተልእኾ ከይፈጸመ ናብ ኤርትራ ክምለስ ተገደደ። ጉብጣን ድማ ኣሃዱኡ ሒዙ ኣብ ተሰነይን ከባቢኣን ክጸንሕ ተሓበሮ። ኣብቲ ከባቢ እንከለዉ ሓደ መዓልቲ ጉብጣን ሃንደበት ሓሳብ ስለ ዝመጽኣሉ ብድድ ኢሉ ናብ ላዕለዋይ ቤት ጽሕፈት ናይቲ ከባቢ ብምኻድ መኪና ክትወሃቦ ሓተተ። ኣብቲ ቦታ መቐነዮም ዘይተርፍ እንተኾይኑ መንቀሳቐሲ ክትኮኖዩ ሓሲቡ። እቲ ሓላፊ እናሰሓቐ ዋእ መኪና ደኣ እንታይ ኢልካያ ክብል ሓተቶም። ጉብጣን ምስ መኪና ዘለዎ ፍቕሪ ጽቡቕ ገይሩ ይፈልጦ ብምንባሩ'ዩ ስሒቑ። ሰሓቑ ገቲኡ ግን ኣብቲ ቦታ መንቀሳቐሲ ተባሂላ እትወሃብ መኪና ከም ዘይትርከብ ሓበሮ'ሞ ቀጺሉ ከምዚ በሎም፣ ስማዕ ጉብጣን ኣነ እዚ ናትካ ክቱር ፍቕሪ መኪና የሰክፈኒ'ዩ። መወዳእታኻ እውን ብመኪና ትስዋእ እዩ ዝመስለኒ ክብል ተዋዘዮም። ኣብ ተሰነይ ዝጸንሑለን ቅንያት ኣብቂዐን ምብጋስ ኮነ። ኣንፈት ጉዕዞኦም ናብ ምዕራብ ኢትዮጵያ ኣሶሳ እዩ ዝነበረ። ጉብጣን ኣሃዱኡ ሒዙ ክብገስ እንከሎ፣ መጻምድቱ ተጋዳሊት ኤልሳ ኣረፋይነ ነብሰጾር ነበረት። እዋን ምሕራሳ ብድሕሪኡ ይኸውን ብምንባሩ እቲ ዝውለድ ቆልዓ ወዲ እንተኾይኑ ንመዘከርታ ስውእ ዓሊ ማንጁስ ዓሊ በልዮም ጓል እንተኾይና ግን ድላይኪ ስም ኣውፅእላ ክብል ተላብይዋ ነቐለ። ኣሃዱ ኮማንዶን ሃንደሳን ኣብ ጊዛኖ ኮይነን ዝቕፅል ትእዛዝ እናተፀበያ ካብ ኤርትራ ዝነቐለ ሓደ ብርጌድ ክፍለ ሰራዊት ሰብዓ ከምኡ እውን ሓደ ብርጌድ መካናይዝድ ኣሃዱ ታንከኛ ረሻሽን መድፍዕን ብሓደ ጥሪ ሽሕን ትሽዓተ ሚእትን ተስዓን ካብ ደማዚን ተበጊሱ ዕስራን ኣርባዕተን ሰዓታት ተጓዒዙ ከባቢ ኩምሩክ በፅሐ። ኣዘዝቲ ናይተን ኣሃዱታት ምስ በዓል ጉብጣን ተራኸቡ እሞ እቲ ዝተኻየደ መፅናዕቲ ብዝርዝር ተነግሮም። ብድሕሪ እዚ። ኩላተን ኣሃዱታት ምስ ቦትኣን ከም ዝላለያ ተገብረ። ክልተ ጥሪ ሽሕን ትሽዓተ ሚእትን ተስዓን ከኣ መጥቃዕቲ ናይ ኣሶሳ ተጀመረ። በቲ በርቃዊ መጥቃዕቲ ኣብ ጥቓ ዶብ ዝነበረ መዓስከራት ሰራዊት ኢትዮጵያ ናይ መግዛእቲ ኣብ ሓጺር ግዜ ተደምሰሰ። ካብ ዶብ ሱዳን ንኣሶሳ ተስዓን ሓሙሽተን ኪሎሜተር እዩ። ኣብ ቅድሜኻ ዝጸንሐ መዓስከራት እናደምሰስካ ኣሶሳ ንምብጻሕ ክልተ መዓልትን ፈረቓን ወሰደ። ዝዓበየ ክፋል ናይቲ ስርሒት ብዓወት ከኣ ተዛዘመ። ካብኡ ብምቕጻል ባምባሲ ኣብ ዝበሃል ቦታ ንምብጻሕ ሰራዊት እናገስገሰ እንከሎ ብህጹጽ ካብ ኣዲስ ኣበባ ዝመጸ ፓራ ኮማንዶ ሓይሊ ጸላኢ ኣብ ጫፍ እታ ከተማ ዓሪዱ ጸንሖም። መሬት መስዩ ነበረ። በዚ ድማ ተመለሱ ተባሂሉ ኣብ ድሕሪት ኣብ ሓደ ብርኽ ዝበሎ ቦታ ከም ዝሓድሩ ተገብረ። ንጽባሓይቱ ዕዉት መጥቃዕቲ ተኻየደ። ረዳት ዝመጸ ፓራ ኮማንዶ ጸላኢ እውን ኣብኡ ተደምሰሰ። ድሕሪ ናይ ባምባሲ ውግእ፣ ዳቡስ ዝተባህለት ቦታ ተታሕዘት፣ ቢንቶ ዳቡስ ከኣ ፈረሰ። ኣብዚ ኹሉ ስርሒታት፣ ኣሃዱ ጉብጣን ነቲ ዘጥቅዕ ሓይሊ መገዲ መሪሑ ኣብ ምእታዉ ዓቢ ተራ'ዩ ተጻዊቱ። እቶም ንጸላኢ ኣብ ዝጥዕም ግዜን ቦታን ንምግጣም ኣብ ዝኸዱ ከይዶም ተወፋይነቶም ዘይንኪ ተቓለስቲ ናጽነት ተጋደልቲ ህዝባዊ ግንባር ሓርነት ኤርትራ ኣብ መሬት ወለጋ ኢትዮጵያ እውን ዘደንቕ ጅግንነት እዮም ፈጺሞም። ኣብ ሓሙሽተ መዓልታት ንብሙልአን እተን ዝተጸንዓ መዓስከራት ደምሲሶም ብቕልጡፍ ናብ ኤርትራ ነቐሉ። እተን ድሒረን ዝመጻ ኣሃዱታት ኩላተን ክብገሳ እንከለዋ ቦጦሎኒ ኮማንዶን ሃንደሳን ግን ንግዚኡ ኣብ ኢትዮጵያ ኣብ ወለጋ ክጸንሓ ተገብረ። ድሕር'ቲ ውግእ ኣብ መንጎ ሰራዊት ወገንን ሰራዊት ጸላእን ዝነበረ ቦታ ርሕቕ ኢላ ዝተረፈት ኤነትረ ናይ ጽዕነት መኪና ምንባራ ተፈልጠ። በዓል ጉብጣን ነታ መኪና ካብቲ ቦታ ኣውጺኦም ክወስዱዋ መደቡ። እታ ኤነትረ ምስታ ዝነበረቶም ሓንቲ ንእሽቶ ናይ ጽዕነት መኪና ንመጓዓዝያ ብዙሕ ክትሕግዞም ትኽእል ነበረት። ናብ ሜዳ ምምላሶም ዘይተርፍ ብምዃኑ ይፈልጡ ስለ ዝነበሩ ከኣ ክምለሱ እንከለዉ ድማ ቡን ክጽዕኑ መደብ ነበሮም። ውድብና ነቲ ቡን ሸይጡ ኣታዊ ክረክብ ይኽእል እዩ ካብ ዝብል ሓልዮት ዝነቐለ እዩ ነይሩ። ስለዚ ብዝኾነ መገዲ እታ መኪና ክትወጽእ ነይሩዋ። እቲ ከባቢ ነተጕቲ ስለ ዝነበሮ ፈለማ ብኣሃዱ ሃንደሳ ከም ዝጽረግ ተገብረ። ዓሰርተ ክልተ ጥሪ ሽሕን ትሽዓተ ሚእትን ተስዓን ከኣ ንቕሎ ኮነ። ሓደ ዘካትዕ ነጥቢ ግን መጸ። ጉብጣን ምስቶም ነቲ ስራሕ ዝተመደቡ ክኸይድ ምዃኑ ፍለጠ። ንሱ ከም ሓላፊ መምርሒ ክህብ እምበር ባዕሉ ክኸይድ እቶም ኣባላት ዝቕበልዎ ኣይነበረን። ጉብጣን ግን ካብ ዝሓሰቦ ዝተርፍ ሰብ ኣይነበረን። ግድን ክኸይድ እየ ምስ በለ እቶም ኣብ ትሕቲኡ ዝነበሩ ሓለፍቲ ምስኡ ክኸዱ ሓተትዎ። ንሱ ግን ኣይተቐበሎምን። ይኣኽሉኒ እዮም ዝበሎም ሰባት መረጸ። ሓንቲ መስርዕ ምስ ሓደ ሓኪምን ሓደ ምልክትን ብሌናይ ዝተባህለ ኣውቲስታን ከምኡ'ውን ሓደ ዝፈትዎ ሳልሕ ዝበሃል ንእሽቶ ተጋዳላይን ካብ ካልእ መስርዑ ጸዊዑ መሪሕዎም ተበገሰ። ጉብጣንን ሳልሕን ኣብ ውሽጢ ጋቢና ምስ መራሒ መኪና እታ መስርዕ ምስቲ ሓኪምን ፊደል ዝተባህለ ኦፕሬተርን ኣብ ዝባን እታ መኪና ተሰቕሉ። መንቀሳቐሲ ክኾኖም ዝሓዝዎ ፊስቶ ነዳዲ ድማ ኣብታ መኪና ተጻዒኑ ነበረ። እታ ከውጽእዋ ዝመደቡ መኪና ዝነበረቶ ቦታ ቤጌ'ዩ ዝበሃል። ናብ ኣንፈት ቤጌ ገለ ርብዒ ሰዓት ተጓዒዞም ናብታ መኪና ክበጽሑ ሓደ ሚእቲ ሜትሮ ኣቢሉ ምስ ተረፎም፣ ካብቲ ዝኸዱሉ ዝነበሩ ወሰናስን ናብቲ ቀንዲ ጽርግያ ኣተዉ። ናብ ጽርግያ ኣትዮም ነዊሕ ከይተጓዕዙ ከኣ ምድረ ሰማይ ዝንቕንቕ ነታጒ ተሰምዐ። መኪና ንላዕሊ ዘለለት። ኣብ ልዕሊኣ ዝነበረ ነዳዲ ምስ ነታጒ ተሓዊሱ ብርቱዕ ባርዕ ፈጠረ። እቲ ገዲም ተጋዳላይ ኣብነታዊ ሓላፊ መኮነን ጉብጣን ምስቲ ካብ መስርዑ ኣጸዊዑ ዝወሰዶ ማንጁስ ተጋዳላይ ሳልሕ ብሓዊ ተለብሊቦም ሽዑ ንሽዑ ተሰውኡ። ካልኦት ግን ፍጹም ኣይተጎድኡን። እንተኾነ ብመስዋእቲ ናይቲ እምብዛ ዘኽብርዎ ሓላፊኦምን ንእሽቶ ብጻዮምን ዝተሰምዖም ጓሂ ዝጽወር ኣይነበረን። ክገብርዎ ዝኽእሉ ነገር ከኣ ፍጹም ኣይነበረን። ብኡ ንብኡ ጉድጓድ ኩዒቶም ዝክረ ሰማእታት ብምግባር ኣብታ ዝተሰውኡላ ቦታ ቤጌ ሓመድ ኣዳም ኣልበስዎም። ንኽልቲኦም ንገዲም ተጋዳላይ መኮንን ጉብጣንን ማንጁስ ተጋዳላይ ሳልሕን። እቲ ብጽጹይ መጽናዕቲ መጥቃዕቲ ኣሶሳ ብዓወት ንኽፍጸም ዘኽኣለ ነቲ ስርሒት፣ ባዕሉ ብልዑል ወኒ ዝተዋስኣሉ ጅግና ጉብጣን መኮንን፣ ካብቲ መሊኡ ዝፈሰሰ ዓወት ሓንቲ ንእሽቶ ዝተረፈት ኮይና ዝተሰመዓቶ ዕማም ንምምላኣ ምስ ዓወት ክትጸባጸብ ክብል ነቲ ብዘደንጹ ቅያታት ዝተመልኤ ውዕለታቱ መዛዘሚ ገበረሉ። እቶም ተጋደልቲ ካብ መሬቶም ክብገሱ እንከለዉ፣ ንሕና ኩሉ ግዜ ንመስዋእቲ ድሉዋት ኢና። ሰብ ዕላማ ስለ ዝኾንና፣ ኣብ መሬት ኤርትራ ተሰዊእና፣ ኣብ መሬት ኢትዮጵያ ኩሉ ንዓና መስዋእቲ እዩ። ኣብ ዓወት ጥራይ የራኽበና ብምባል እዮም ነቒሎም ነይሮም። ስዉእ ተጋዳላይ መኮንን ተኽለ ተስፋዝጊ፣ ጉብጣን፣ ድማ ሓደ ካብቶም ሞባእ ናይቲ ዓብን ዕዉትን ስርሒት ወፍሪ ስግረዶብ ኮነ። ጉብጣን ምስ መኪና ዝነበሮ ፍቕሪ ሕሉፍ እዩ ዝነበረ። ኣብ ተሰነይ ከም ዋዛ ዝተዘርበ ቃላት ድማ ትንቢት ኮይኑ ተፈጸመ። ፍቕሪ መኮንን ግን ንውልቃዊ ባህታ ኣይነበረን። መኪና ዝብህግ፣ ንብረት ውድብ ንምስሳን፣ ስራሕ ንምስላጥን እዩ ነይሩ። ኣብ ቆጋይ ካብ ማእከል ባርዕ መኪና ከውጽእ ክብል ንሓደጋ ተቓሊዑ ነበረ። ነቲ ዘመዝገቦ ዓወት ዝያዳ ምሉእ ክገብሮ ዝጽዕር፣ ኣብ ዓወት ሓንቲ ጎደሎ ከይትተርፎ ዝጸባጸብ፣ ነዚ ከኣ ህይወቱ ክውፊ ድሕር ዘይብል፣ ኣብ ታሪኽ ገድልን ናጽነትና ብሓፈሻ፣ ኣብ ወፍሪ ስግረዶብ ከኣ ብፍላይ ነባሪ ዝኽሪ ክሓድግ ዝበቕዐ መቃልስቱ፣ ስሙ እንክለዓል ወትሩ ብኽብሪ ዝዝክርዎ ጅግና'ዩ ነይሩ፣ መኮንን ተኽለ ተስፋዝጊ ጉብጣን። ኣዘንተውቲ፣ ተጋዳላይ መሓሪ መራሕ ሓይሊ፣ ተጋዳላይ ሰመረ ሃብተስላሴ፣ ቢንያም፣ ተጋዳላይ መብራህቱ ዮሴፍ፣ ጀንካርሎ፣ ተጋዳላይ ሕድሪ፣ ተጋዳላይ የማነ ህድኣት፣ ኩሒል፣